ንኣስታት ሰላሳ ዓመታት ዝኣክል ኣብ ልዕሊ ሰሪሕኻ ዘይውዳእ እኩብ ጸጋ ኮፍ ኢልካ ምልማንስ እንታይ ዓይነት ስምዒት ይህልዎ ይኸውን? ሎሚ ሒዘልኩም መጺኤ ዘለኹ ርእሲ ብዛዕባ ንዓመታት ኣብ ልዕሊ ክባር ነገር ኮፍ ኢሉ ክልምን ዝነብር ዝነበረ ሰብ እዩ። እዚ ታሪክ። ናይቲ ሕዚ ዘዋግዐኩም ሰብ ጥራሕ ዘይኮነሲ ካብ ዓርስና ጀሚሩ ናይ ቡዙሓት ሰባት ዝነክእ ታሪክ እዩ። ሰላም ኩቡራትን ፍትዋትን ተከታተልቲ ከመይ ቀኒኩም ነዘይ ትፈልጡኒ ኣነ ሂወት እየ ዝባሃል ኣብዚ ቻናል ንዕቤትን ህንጸትን ስሩዕ ሂወትናን ኣመላካክታናን ዝሕግዙ ዝተፈላለዩ ቁምነገራትን ምክሪ ሓሳባትን ካብ ተሞክሮ ሂወት ናይ ዝተፈላለዩ ቴክኖሎጂ ምዕባለታት፣ ስለ እቲ ዓለም ተቖጻጺሩ ዘነጋግድ ዘሎ ኣርቲፊሻል ኢንተለጀንስ ፍጥነትን በብጊዜኡ እናዳህሰስኩ ናባኹም ዘውፍረሉ ቻናለይ እሞ እዚ ቪድዮ ቫይራል ንክወጽእን ናብ ካልኦት ክባጻሕን ላይክ ሼር ብምግባር ጀምሩ ሳብስክራይብ ብምግባር ድማ ቤተሰብ እዚ ቻናል ኩኑ ሐዚ ናብቲ ታሪኽ ክወስደኩም ንኣስታት ሰላሳ ዓመታት ዝኣክል ኣብ ሓንቲ ወሰን ጽርግያ ኮፍ ኢሉ እናለመነ ዝነብር ሰብ ነይሩ። ካብ ዕለታት ሓደ መዓልቲ ሓደ ጋሻ ዝኾነ ሰብ በቲ ጥቕኡ ይሓልፍ እሞ እታ ንዓመታት ዝልምነላ ሻንጣ ኣልዒሉ እናወዛወዘ የዳምጾ። እቲ ስብኣይ ከኣ ንክህቦ ናብ ጁቡኡ ሃሰስ ይብል እሞ ምንም ነገር ኣይነበሮን። ናይ ሓዘን ብዝመስል ስምዒት። ይቅርታ ግበረለይ ኣነ ምንም ዝህበካ ነገር የብለይን ጅባ ይባደእ እዩ ዘሎ በሎ ከምዚ ኢሉ ግን እቲ ስብኣይ ከምቲ ካሊእ ስኢሉ ዝሓልፍ ዝነበረ ህዝቢ ኣይሓለፈን እቲ ከፊልካዮ ዘለካ ነገር ግን እንታይ እዩ ኢሉ መሊሱ ሓተቶ እዚ ደማ ንኸኣ እዚ ምንም ማለት የኮነይ ኣነ ካብ ዝዝክሮ ንኣስታት ሰላሳ ዓመታት ዝኣክል ምሳይ ዝጸንሐን ኮፍ ኢለ ዝልምነሉውን ኣረጊት ሳንዱቕ እዩ ክብል መለሰሉ። ሕዚውን እቲ መንገደኛ ስኣይ ከፊትካ ርኢኻዮ ትፈልጥዶ ኢሉ ሓተቶ። እቲ ደማ ንኸኣ ኖኖ ከፊተዮ ኣይፈልጥን ክብል መለሰሉ። ሕዝውን እቲ መንገደኛ ሰብኣይ ንምንታይ? ኢሉ ሓተቶ። ብለማኒ ኸኣ፣ ምኽንያቱ ምንም ነገር ከም ዘይብሉ ይፈልጦ እየ። ምንም ነገር ንዘይብሉ ምኽፋተይ ድማ ትርጉም የብሉን። በዚ ምኽንያት እየ ዘይከፈትኩዎ ክብል መለሰሉ። ሕዚ መንገደኛ ሰብኣይ፣ በል ኣነ ሕዚ ኣብዚኣ እናሃለኹ ከፊትካ ርኣያ ኢሉ ኣጥብቕ ኣቢሉ ደፋፍኦ። እቲ ለማኒ ከኣ ንኣስታት ሰላሳ ዓመታት ዝኣክል ከፊትዋ ዘይፈልጥ፣ ቁሊሕ ኢልዋ ዘይፈልጥ፣ ነኺእዋ ዘይፈልጥ ሳንዱቕ ተልዓሎ እሞ ክኸፍታ ጀመረ። ክፍት ምስ ኣበላ ድማ ዘይሓሰቦ ብወርቂ መሊኣ ጸንሓቶ። ኣዒንቱ ክኣልም ኣይከኣለን። ስምዒታቱ ምቁጽጻር ኣብዩዎ ሕልሚ ስጋዕ ዝመስሎ። ኣብዛ ህሞት እቲ መንገደኛ ስብኣይ፣ በል ስምዐኒ፣ በሎ እሞ፣ እቲ ለማኒ ኸኣ ገጹ ናብቲ ስብኣይ ገበረ። እቲ መንገደኛ ስብኣይ ሓሳቡ ቀጸለ፣ ኣነ ንዓኻ ምንም ክረድኣካ ዘይኽእል ሰብ እየ። ጸሚእካ ከርብየካ ዘይኽእል፣ ጠሚኻ ክዕንግለካ ዘይኽእል ሰብ። ይኹን እምበር ሓደ ነገር ሂበካ ኣለኹ፣ ኣብ ከባቢኻ ዘሎ ነገር ክትዕዘብ፣ ኣብ ጥቓኻ ዘሎ ነገር ክትዕዘብ። ውሽጥኻ ኣጸቢቕካ ክትፈልጥ። ካብ ሕዚ ንደሓር ኣነ ለማኒ እየ፣ ይልምን ኣለኹ ዝብል ድምጺ ካባኻ ክሰምዕ ኣይደልን ኢልዎ ከደ። ክቡራትን ፍትዋትን ተኸታተልቲ ንሕናኸ ኣብ ምንታይ ኢና ኮፍ ኢልና ንህሉ? ሓጎስ፣ ሰላም፣ ሃብትን ክእለትን ካብ ደገ ክመጸና ንጽበ ንህሉ? በሉ ኩሉ ነገር ኣብ ውሽጥና ኣብቲ ዘይተፈተሸ ሳንዱቕና እዩ ዘሎ። ካብ ሎሚ ጀሚርና ዓርስና ንፈትሽ፣ ከባቢና ንፈትሽ፣ ኣብ ጥቓና ዘሎ ነገራት ንፈትሽ። እቲ ሃፍቲ፣ እቲ ሰላም፣ እቲ ፍቕሪ፣ እቲ ክእለት ኩሉ ኣብ ውሽጥና እዩ ዘሎ። ኣብታ ዘይተኸፈተት ሳንዱቕና እዩ ዘሎ። ስለዚ ከባቢና፣ ዓርስና፣ ውሽጥና፣ ንፈትሽ። እዛ ቪድዮ ከም ትፈትውዋ ጥርጥር የብለይን። እዚ ቪድዮ ይጠቕሞም እዩ ንእትብልዎ መሓዙትኩምን ኣዕሩኽትኩምን ድማ ሼር ብምግባር ክባፃሕ ግበሩ። ሳብስክራይብ ዘይገበርኩም ድማ ሳብስክራይብ ብምግባር ቤተሰብ ኩኑ። ክሳብ መወዳእታ ስለ ዝተኸታተልኩምኒ ኣዝየ ዘመስግን። ብቐፃሊ ብኻሊእ ቪድዮ ክሳብ ንራኸብ ደሓን ቀንዩ።